ሰለም ሰላም ክቡራትን ፍትዋትን ናቻናለይ ቤተሰብ ደቂ ዓበይትዋይ ሃመይ ኒኦኹምለይ ዳሕና ዲኹም ኣነ ሰላም እየ እግዚኣብሔር ይመስገን ንስኻትኩም ድማ ሰላም ክትኾንለይ እናተመንኹ ናይ ሎማዓንቲ ለለ ብድጋሚ እየ ብዙሓት ሕዋተይ ሰልችዩና ደኺምና ኣብ ስደት ብዙሕ ዓመት ገይርናዋ ግን ከዓ እስኪ ኣብ ከተማ ዓዲ ጉዶም ክንድዚ ይርከብ ዶ መትከል ወይ ካርታ ልለወኸ ክንድዚ ይርከብ ዶ በይዛኸ ንገርና ልበልኽን ኣብዚ እውን ፅሕፍለይ ኣለኹም ኢኹም ብመሰንጀር እውን ፅሕፍለይ ኣለኹም ኢኹም ኣሕዋተይ መዓረይ ኣብ ስደት ኩላትና ደኺምና ሰልችና እዩ ብሓቂ ምክንያቱ ኣንሕና ደቂ ሰባት ልዛ ቦታ ለየጥረና ወይ ድሞ ልዛ ቦታ ገዛ ለየስራሕና ኣይንምለስ ሕልምና ኣብ ገዛ ቦታና ክንገዝእ ገዛና ሰሪሕና ክንምለስ ኢና በተለይ ኣብ ስደት ዝወፀ ሰብ ለኣዩ ልሓስብ ኢለ እየ ልኣምነለይ ምክንያቱ ዋላ ሓደ ሓደ ሰብለ ካብ ገዛ ክወፅእ ከሎ መፅለሊ ክሕዝ እየ መፅለሊ ክሰርሕ እየ ቦታ ክገዝእ እየ ኢና ኢና ንወፅእ ስለዚ ኣብዚ ሕዚ ሰዓት ቦታ ረኪሱ ቦታ ረኪሱ ቦታ ረኪሱ እናተባሃለ ብዙሓት ኣሕዋት ከዓ ኣበይኛ እዩ ይረኸሰ ክንዲዚ ቃዕሚ ስኢና ክንዲዚ ክንገዝእ ቃዕሚ ስኢና እልትብላ ብዙሓት ስለለለኽን ያው ኣብዚ ሕዚ ሰዓት ሓቂ ንምንጋር በተለይ ኣብ ስደት ኣብ ስዑድ ዓረብ ዘለና ስራሕ ተሳኢኑ እዩ ዘሎ ከም ናይ ቀደም ምኾነስ እወ ክግዛእ ነይሩ ማዕረ ሸውዓተ ማዕረ ሸሞንተ ሚእቲ ሽሕ ኣብዚ ሕዚ ሰዓት ግን ብጣዕሚ እዩ ስራሕ ተሳኢኑ እዮ ጓል ከለ ስዑድን እያ እናተባሃለ በቃ ኣብዚ ሕዚ ሰዓት ክንደይ ትሰርሕ ላ እዩ ውሳኔኡ ኣንሕና ኢና ንፈልጦ እምበይ እቲ ኣብ ዓዱ ሰብስ ምንም ተኣምር ክፈልጡ ኣይኽእልና ጓል ከለ ስዑድን እያ ወዲ ከለ ስዑድን እያ እዩ ብቻ መውፃእ ኣፎ እምበይ እታ ጓል ኤከለ ኣብ ስዑዲ መጺኣስ ክንደይ ያል ወርሒ ትሰርሕ ኣላ? ካልኣይ ነገር ከኣ ትሰርሕላ ድያ ኣይትሰርሕላይ? ሓሚማ ድያ ኣይሓመመትን? ብጭንቀት ከ ከመይ እያ ትብላ? ምንም ዝይ ልርደልና ሰብ የለይ። ሓቂ ንምንጋር ብጣዕሚ ኣብ ዓድ ለሎ ኣተሓሳስባና ኣብ ስደት ለሎ ኣተሓሳስባ ኣፋላላይ በቃ ስእልካ እንድዒ ታይ ኢለ እሞ ክነግረኩማ ዝሮ ዝሮ ኣሕዋተይ ማዓረይ ኦኬ ናይ ሎማዓንቲ ልምፀኒ ያው ኣስፍሕ ቢለ ክናገረኩም ከምዚ ትሪእዎ ኣለኹም ሐዚ ለለናዮ ኣብ ከተማ ዓዲ ጉዶም እዩ እዚ ከምዚ ትሪእዎ ኣለኹም ኣብ ከተማ ዓዲ ጉዶም ኮይኑስ ጫፉ ጫፉ ኣብ ማእኸል ዓዲ ጉዶም ይኾነ ኣስተውዕሉ ብሉ ኣሕዋተይ ማዕረይ ምክንያቱ ክንዲ ዘይሂብካ ይርከብ ድዩ ክንዲ ዘይሂብካ ይርከብ ድዩ ስለ ልትብልኒ ብድጋሚ እየ ሒዝልኩም መፅእ ኣለኹ ማለት እዩ ከምዚ ትሪእዎ ኣለኹም ኣብ ከተማ ዓዲ ጉዶም ኮይኑ ብጫፍ ልጫፍ ማለት እዩ ካርታ ለለዎ እውን ኣሎ እዩ በተለይ ኣብዚ ናይ ሕዚ ናይ መናእሰይ ዕድሎት ብካርታ እዮም ተዋሂቦም ሚእቲ ኣርባዕተ ዘይኮነስ ብክልተ ሚእቲ ካርማ ብካርታ እዮም ተቐቢሎም ማለት እዩ በተለይ ናቱ ተጋድልቲ ነወሩ እናተባሃለ ካብኡ ለለ ናይ ንእስ ወለዶ ካብ ዒስራ ካብ ዓስር ሸሞንተ ዓመት ትፈልጡ ኢኹም ኣብ ዓድና እና ኣብ ትግራይ በቃ ዕድምኡ ክንዲዚ እንድሕር ኣኺሉሲ ብመንግስቲ እዩ መትከል እኒኦ ልባሃቅ ማለት እዩ መትከል ክልተ ሚእቲ ካሬ ቀደም ኣርባዕተ ሚእቲ ካሬ እዩ ክፍሊት ነይሩ ሕዚ ግን ክልተ ሚእቲ ካሬ እዮም ገይሮም ወኒኦም ማለት እዩ ኣብ ከተማ ትኮይኑ ግን ሚእቲ ኣርባዓ ካሬ ካርታ ዘለዎ ትኮይኑ ማለት እዩ ሕዚ ብካርታ እዮም ንዚኣቶም ከዓ ተቐቢሎም ኣብ ከተማ ዓዲ ጉዶም ሓዋፅኡ ኣልሽናል ትብላን ኣሕዋተይ ኢለ ስለ ዝነበረኽን ብድጋሚ እየ ብዓዲ ባይ እውን ለቂቐየ ነይረ እየ ሕዚ ግን እስካብ ሸሞንተ ሲ እስካብ ሸሞንተ እስካብ ትሽዓንተስ ካርታ ልልዎስ ኣሎ ዶ ልትብላኒ ኣሕዋተይ እዎ ኣለዎ እዩ ኣለዎ በተለይ ብዙዳ ገብርኤል መሳ ማለት እዩ እስካብ ሓደ ነጥቢ እስካብ ሸሞንተ እዚ ክብለኩም ከለኹ ዝና ሓደ ነጥቢና ዝና ሸሞንተ ሸውዓተ ኣፈላለይ ኣለዎ እዩ ቦትኡ ውስን ዝበለ እዩ ተረዲኹም ዶ ውስን ዝበለ ካርታ ብካርትኡ ስለ ዝተቐበልዎ እዮም ብካርትኡ ስለ ዝተቐበልዎ እዩ እምበይ ብደንቢ ገይሮም ተቆፂሩ ካልኣይ ነገር ክንድዚ መዓልቲ ተፀቦይ ተባሂሉ እኮ ብካርታ ኣይተበል እኮ እቲ ቦታ ከዚ ወሰና ወሰንማ በቃ መንግስትስ ብካርታ እዮም ተቃቢሎምዎ ካርታ በቃ ካርታ ብካርታ ስኢሎም ካርታ ወፂሎም ብካርታ ተቃቢሎምዎ ብካርታ ተካፊሎምዎ ማለት እዩ ሕዚ እዚ ክልተ ሚእቲ ካሬ ካርታ ለለዎ ስለዝኾነ ቀጥታ ላብ ስምኹም ተተሓላልፉ ትኽእሉ ኢኹም ተረዲኹም ዶ እስካብ ሸሞንተ ኣሎ እዩ እስካብ ሸሞንተ ካርታ ኣለዎ ማለት እዩ ቦታ እዩ ዝውስኑ ኢለኩም እየ ታይማ ቦታኡ በረኻ ገለገለ ከይትውልኒ ካብኡ ለለ ሓዋፁ ዝበሃል ኣሎ ሓዋፁ ለ እስካብ ሸውዓተ እስካብ ሽዱሽተ ተረዲኹም ዶ እስካብ ሓሙሽተ ሓምሳይ እስካብ ሓሙሽተ ከዚ ሓዋፁ ወያላ ከተማ ስለለይኣተው እዩ እምበር ገና ማይ መብራህቲ ተማልኦ እዩ ሓዋፁ ማይ ኣለዎ እዩ ማይ ዳርጋ ህንደይ ዓመታቶም እዩ ልኣተዮም ሕዚ ማይ መብራህቲ እዩ ልተማልአ በተለይ ናይ መምህራን ልበሃለሉ ሓድሽ ቅንስ ብጣዕሚ ቆንጆ ቦታ እዩና ኣብኡ ሕዚ ቦታ እስካብ ሓደ ነጥቢ ክልተ ካርታ ይብሉ እኮ እስካብ ሓደ ነጥቢ ክልተ ኣብ ዝሓዋፅ ወስን ወሰን ኣለኩም ለኽለ ካብቲ ኣድጉዶብ ውፅእ ኢልካ እስካብ ሸውዓተ ሓምሳይ እስካብ ሸሞንተ ሓምሳይ ክከምቦቱ እዩ ታየ ክብል ደልየ እዚ ኣነ ሓንቲ ቦታ ነራ ብቀድመ ሸውዓተ ሚእቲ ሓምሳይ ኢለ ያው ሸውዓተ ትሸይጣ እያ

ሐዚ እዚ ሓዋፅና ካብ ዓዲ ጉዶማ ዳርጋ ዋይ ንእሽተን ካርና ርሑቕለስ ኣይበሃል እዩ ርሑቕ ድዩ ካርና ካብ ሓዋፅሲ ናብ ዓዲ ጉዶምስ ብጣዕሚ ድኻ ትጓዓዙ ዘለኹም ኣሕዋተይ ንእሽተን እዩ ማለተይ ዳርጋ ናይ ዒስራ ደቂቃ ናይ ፍርቂ ሰዓት መንገዲ እያ እዙይ እሞ ተኣዮ ካርና እዙይስ ርሑቕ ኣይበሃል እዩ ልመዋል ደለ እየ እና ተኣየ ክብል ደልየ ተስፋ ቆሪፅና በቃ ብዙይ ስራሕ የለ ካብኡ ለለ ስደት ሰልችና ልትሪያን ኣሕዋተይ ሓደ ሓደ ዘለኽን ኣየኽን እባ ካብኡ ለለሲ ቦታሲ ሓደ ክልተ ነጥቢ ሂብካ ገዚኡ እሞ ልዕሊ ኣነ ክልተ ነጥቢ ሂበ ክገዝእ እየ ዝበሃል ሓሳብ ባይቲ ሕድራ ሰው እኮ ከም መንደርሎ ይኾነሲ ከምቲ ንስኻ ትሓስቦ ኢኻ ትነብር ንምንታይ ሰለስተ ሚእቲ ይኹን ቦታ ክንደይ ትገዛ እንድሕር ደኣ ካርና ጭንቅ ልብል ኮይኑሲ እንድሕር ካርና ሰልቺ ክን ኮይኑ ስደትሲ ኣሕና በዓልና ያው ንውስኽ ዶ ሃምዚ ዶኾን ንገብር ናበልና ኢና እስካብ ንፅበ ኣለና እምበይ እንድሕር ካርና ሓደ ጥዒና እንድሕር ሒዝካ እዩ ዝስራሕ ኣብዚ ዓዲ እዚ እንድሕር ጥዒና ዘይብልካሲ ምንም ክስራሕ ኣይኽእል እዩ ምክንያቱ ቅድሚት ስራሕ ጥዒናኻ እዩ ጥዒናኻ እናተኸናኸንኻ ጥዒናኻ እንድሕር ዳሕና ኮይንካ ትሰርሕ ትኽእል ኢኻ እንድሕር ዳኣ ጥዒናኻ መፂኡ ኣትኾኽ ለብለካ ኮይኑ እንድሕር ኣብ ስራሕ ከይድካ ልትሓምም ኮይንካ መቸም ናይ ኣዳ ዓረብ ስራሕ ንፈልጦ ኣለና ኢና ዕስራ ኣርባዕተ ሰዓት ተገቲርና ካብ ካል ዓቢ እኒኦ ጠፍሪ ይሓፍላ ብና ጋህዋ ሻሂ እናውዓልና ሲ ሃሚ ጌርና ጥዒና ሒዝካ እዩ ዝስራሕ ኣሕዋተይ ክብል ደልየ እየ ጥዒና ሒዝካ እዩ ዝስራሕ እምበይ ጥዒና እንድሕር ዘይብልካ ሸውዓተ ሸሞንተ ሂበ ዶኾን ቦታ ክገዝእ ክምለስ ዶኾን ልዓዲ ኢልክን ብዙሓት ኣሕዋተይ ስለ ዝጭነቃ ኣይትጨነቃሉ ምክንያቱ ናትና ተፈጥሮ ናይ ጭንቀት ኮይኑ እዛ ዓለም እዚኣሲ እስካብ ካል ንሞት ጭንቀት ላሓፀረና ኮይኑ እምበር ኣሕናሲ ናማኒ ኮ ጭንቀት ለብስርስ ኣየድሊ በቃ ኣየድሊ ኩሉ እቲ ቦታ ይኹን ሓዲግና ይንኸድ ኢና ካልኣይ ነገር ደግሞ እግዚኣብሄር ኣምላክ ማለት ናዕሉ ናዕሉ ኣለዎ ልመስፈር ለብናስ ኣይንቐሪ ኣሕናሲ ተደብሪናስ ኣይንቐሪ ልምታይ ድሉ ወለደና ሓምታ ልወለደና ከዓ በዓል ክበና እዩ ስለዚ ኣይትጨናነቕ ኣሕዋት ማዕረ እግዚኣብሄር ፈልጥ ኢልኽን ስቆላ ስልኽን በቃ ኩሉ ናይ እግዚኣብሔር እዩ ኣግኒኻዮ እውን ለኮ ትስእኑ ትኽእል ኢኻ ኩሉ ናይ መድሃኒ ኣለም ስለዝኾነ ለይምጭልና ኣዳዕሮ ኮይንካ ጭንቀት እንድሕር ወሲድካ ኣሎ ብጣዕሚ ዝሉ ትሰርሖ ነበርካ ዝሉ ትሓስቦ ነበርካ እኳሰይ ላበይ ታእየን ሓሰብኩ ነይረ ታእየን ኣስራሕኩ ነይረ እዚ ዓረበት ትገጥመልካ ኣላ ለሎ ድሞ ንስኻ ለሎ ወይንካ ጭንቀት ትሕድር ኣለኻ ከመይ ጌርካ እዛ ህይወትክን ባዕልኽን ክንትውንንኣ ህይወተይ ኣነ ባዕለ ኢሉውንና ማንም ሰብ መፅኡ ኣይዘኺ ሓሚምክዶ ኒእኽዲ ልብለኒ ሰበየለ እዋ ዓዲ ምኾንኹ ወለደይ ኣሕዋተይ ኣየኽኩሉ ነይሮም ኣብዚ ከም ወዓለት ሓደርኹ ላፍታ ክላሰ እየ ልኣት ኣለኹ በይነ እየ ዓረብ ከዓ ንጉሆ ትበልዕ ምሸት ትሰቲ ካብኡ ለለ ናብ መደቀሲ እያ እምበ እስኻ ዝሰራሕካ እየኻ ትበልዕ ኣላ ስለዚ ዓረብ ከዓ ይቅርዶ ሓሚም ክዶ ትቃሽጥን ክዶ ትብለካሲ ቆላ ሓይላ እውን ሰይትረቅ እንዲያም ሲ ሓሚመ ተይልካያ ስሸጎካ ኣረ ናይ ዓረብ ኩሉ ነገር ንፈልጦ ኣለና ኢና ሸጎካ እያ ክሰርሕ እየ ናበልካሲ እንድሕር ሓሚመ ገለ ኢልካማ እንድሕር ጠቐስቐስ ኢልካማ በቃ ስራሕ ሰራሕተኛ ይደሊ ይብላኻ ስለዚ እንታይ እየ ክብለል የሕዋተይ ተመስገን እናበልክን ስራሕክን ጎብዛ ስራሕክን ሰርሓ ካብኡ ስለ ቦታ ስለ ገዛለ እግዚኣብሄር ልወል ኢልክን ሱቕ ኢልክን ናይ ሎማዓንቲ ብደይ ኣብዚኣ ክፍለየኩም እየ ደቂ ዓበይቲ ዋየ ባይ ባይ